ከመይ ትኾኑ ክቡራት ተኸታተልቲ ፓራዳይዝ ሚድያ ኣብዚ ናይ ሎሚ መደብና ብዛዕባቶም ኣብ ዓለምና ፍሉጣትን ኣበርክትኦም ዓብን ዝኾኑ መጻምድቲ ፕረዚደንት ኣሜሪካ ነበር ባራክ ኦባማን በዓልቲ ቤቱ ሚሸል ኦባማን ክንድህስ ኢና ብፍላይ ከኣ ብዛዕባ እቲ ነዊሕ ዓመታት ከም ኣብነት ዝውሰድ ዝነበረ ፍቕራዊ ህይወቶምን ሓዳሮምን ኣብዚ እዋን እዚ ብዛዕባ ኣንጸላልይዎም ዝርከብ ደበና ፍትሕን ክንርኢ ኢና። ናይ ብሓቂ ድዮም ኣብ መስርሕ ፍትሕ ዝርከቡ? ሓቂ እንተኾይነኸ እንታይ እዩ እቲ ምኽንያት?
And there he is, president-elect.

ከምቲ ንብዙሓት ዕዉታት ሰባት ዝገጥሞም ብብዙሕ ናይ ሕሜታ ማዕበላት ተናዊጾም እዮም። ሓደ ካብኡ ከኣ ሚሸል ኦባማ ጾታኣ ዝቐየረት ወዲ ተባዕታይ እምበር ብተፈጥሮኣ ጓል ኣንስተይቲ ኣይኮነትን ዝብል እዩ። እሞ ሚሸል ኦባማ ከምቲ ትሕመዮ ጾታኣ ዝቐየረት ሰብኣይ ድያ? ወይስ ውጹእ ጸለመ እዩ? ጸለመ እንተኾይኑኸ ካብ ምንታይ እዩ ዝብገስ? እዞም መጻምድቲ ወላ ሓንቲ ጥር ትብል ሳንቲም ዘይብሎም ፍቕሪ ጀሚሮም ናብ ሓዳር ቀጺሎም ካብቶም ሃብታማትን ዕዉታትን ሰብ ሓዳር ዓለምና ክኾኑ በቒዖም እዮም። ካብ ሃብታም ምምርዓው ብሓደ ሰሪሕካ ምህብታም ይበልጽ እትብል ህብብቲ ጭርሖ ከኣ ብዙሕ ሰብ ነዞም ኣብነታውያን መጻምድቲ እዩ ዝዝክረላ። እምበኣር ነዞም ዘልዓልናዮም ሕቶታት ንምምላስ ክሳብ መወዳእታ ክትከታተሉኒ ብትሕትና ይምሕጸነኩም። ነዛ ቪድዮ ላይክ ብምግባር ጀምርዋ። እቶም ሳብስክራይብ ዘይገበርኩም እውን ሳብስክራይብ ብምግባር ነታ ናይ ደወል ምልክት ምጥዋቕ ኣይትዘንግዑ። ላይክ ኮመንት ሸርን ሳብስክራይብን ምግባር ንዓና ዓቢ ሞራልን ረብሓን ንዓኹም ከኣ ክሳራ ኣልቦ ብምዃኑ ለበዋና ዕሽሽ ኣይትበልዎ ኢኹም ደጋጊመ ክነግረኩም ላይክን ሳብስክራይብን ኣይትረስዑ ንኺድ በሉ ናብ መደብና ባራክ ኦባማን ሚሸል ሮቢንሰንን ኣብ 1989 ዓመተ ምህረት ኣብ ቺካጎ ኣብ ሓደ ሲድሊ ኦስቲን ዝተባህለ ናይ ሕጊ ትካል ተራኸቡ ኣብቲ ትካል ሚሸል ከም ብቕዕቲ ኣማኻሪት፣ ባራክ ከኣ ከም ጀማሪ ተለማማዲ ናይ ስነ-ሕጊ ኮይኖም ይሰርሑ ነበሩ። ኣብቲ ኣብ መጀመርያ ዝነበረ ናይ ስራሕ ምቅርራብ ከኣ ናብ ብርቱዕ ፍቕሪ ተሰጋገሩ። ኣብ ሽሕን ትሽዓተ ሚእትን ቴስዓን ክልተን ድማ ንሓጺር ጉዕዞ ፍቕሮም ብመርዓ ኮልዕዎ። እዞም መጻምድቲ ኣብ ናይ ሓዳር ህይወቶም ክልተ ማልያን ሳሻን ዝተባህላ ኣዋልድ ወሊዶም ኣዕብዮም እዮም። ህይወት እዞም መጻምድቲ ብፍላይ ኣብቲ ባራክ ኦባማ ናብ ፖለቲካዊ ዓውዲ ዝኣተወሉ እዋንን ጸኒሑ ኸኣ ፕረዚደንት ኣሜሪካ ኮይኑ ኣብ ዝተመርጸሉን ዘገልገለሉን ግዜ ዓለም ለኻዊ ኣቓልቦ ስሒቡ እዩ። ከም ቀዳማይ ጸሊም ፕረዚደንት ኣሜሪካን ቀዳመይቲ ጸላም ወይዘሮን ብምዃን ከኣ ኣብ ታሪኽ ዓለምን ኣሜሪካን ዓቢ ቦታ ክሕዙ ክኢሎም እዮም። ባራክ ሑሴን ኦባማ ካብ ክልተ ሽሕን ትሽዓተን ክሳብ ክልተ ሽሕን ዓሰርተ ሸውዓተን ዓመተ ምህረት ከም መበል ኣርብዓን ኣርባዕተን ፕረዚደንት ሕቡራት መንግስታት ኣሜሪካ ኮይኑ ዘገልገለ ናይ መጀመርያ ኣፍሪቃዊ ኣመሪካዊ ነዚ ልዑል መዝነት ዝሓዘ ታሪኻዊ መራሒ እዩ። ብዕለት ኣርባዕተ ነሓሰ ሽሕን ትሽዓተ ሚእትን ስሳን ሓደን ኣብ ሆኖሉሉ ሃዋይ ዝተወልደ ኦባማ ኣዲኡ ካንሰስ ዝመበቆላ ጻዕዳ ኣሜሪካዊት ክትከውን እንከላ ኣቦኡ ድማ ካብ ኬንያ ንኣሜሪካ ዝተሰደ ጸሊም ተምሃራይ ዩኒቨርሲቲ ነበረ። ኦባማ ኣብ ናይ ትምህርቲ ተመክሮኡ ካብ ዩኒቨርሲቲ ኮሎምቢያ ብፖለቲካል ሳይንስ ድሕሪ ምምራቑ፣ ናብ ሃርቫርድ ቤት ትምህርቲ ሕጊ ኣትዩ'ውን ብልዑል ነጥቢ ተመሪቑ'ዩ። ቅድሚ ናብ ፖለቲካ ዓለም ምእታዉ፣ ከም ኣወሃሃዲ ማሕበረሰብ፣ ጠበቓ ሲቪላዊ መሰላትን ኣብ ዩኒቨርሲቲ ቺጋጎ ከኣ ከም መምህር ናይ ሕገ-መንግስታዊ ሕግን ኮይኑ ሰርሐ። ኣብዚ እዋን'ዚ ከኣ ምስ በዓልቲ ቤቱ ሚሸል ሮቢንሰን ዝተላለየ። ኣብ ፖለቲካ ዓለም ምስ ኣተወ፣ ቅድሚ ፕረዚደንት ኣሜሪካ ኮይኑ ምምራጹ፣ ኣብ ባይቶ ኤልዩነይ ወይ ከኣ ኤልዮን ስተይት ሴኔት ካብ ሽሕን ትሽዓተ ሚእትን ቴስዓን ሸውዓተን ክሳብ ክልተ ሽሕን ኣርባዕተን ዓመተ ምህረት ንሰለስተ ግዜ ተመሪጹ ከም ኣባል ባይቶ ግዝኣት ኤልዩነይ ኮይኑ ኣገልጊሉ እዩ። ብድሕርዚ ኣብ ባይቶ ኤልዩነይ ኣብ ክልተ ሽሕን ኣርባዕተን ዓመተ ምህረት ኣብ ዝተኻየደ ምርጫ ንግዝኣት ኤልዩነይ ወኪሉ ኣብ ባይቶ ወከልቲ ህዝቢ ወይ ከኣ ሴኔት ሕቡራት መንግስታት ኣሜሪካ ብዓብላሊ ድምጺ ተመሪጹ። ኣብቲ ኣብ ክልተ ሽሕን ኣርባዕተን ዓመተ ምህረት ኣብ ሃገራዊ ዋዕላ ዲሞክራስያዊ ሰልፊ ዘቕርቦ መደረ ድማ ብደረጃ ዓለም ዓቢ ተፈላጥነት ኣትረፈሉ። ሽዑ እዩ ኸኣ ኣብ ፖለቲካ ኣሜሪካ ጎሊሑ ክወጽእ ዝኸኣለ። ኣብ ክልተ ሽሕን ሸሞንተን ዓመተ ምህረት ዝተኻየደ ንፈለማ ግዜ ጸሊም ኣሜሪካዊ ዝተዓወተሉ ታሪኻዊ ምርጫ ኸኣ ንሰልፊ ሪፓፕሊካን ወኪሉ ዝተወዳደረ ተቐናቓኒኡ ጆን መከይን ስዒሩ መበል ኣርብዓን ኣርባዕተን ፕረዚደንት ሕቡራት መንግስታት ኣሜሪካ ኮይኑ ተመርጸ። ኣብ ክልተ ሽሕን ዓሰርተ ክልተን ዓመተ ምህረት ንኻልኣይ ግዜ ተወዳዲሩ ብምዕዋት እውን ንኻልኣይ እብረ ፕረዚደንት ኣሜሪካ ብምዃን ክሳብ ክልተ ሽሕን ዓሰርተ ሸውዓተን ዓመተ ምህረት ኣገልገለ። ብተወሳኺ ኣብ ክልተ ሽሕን ትሽዓተን ዓመተ ምህረት እውን ናይ ኖቤል ሽልማት ሰላም ምዕዋቱ ዝዝከር እዩ። ድሕሪ ስራሕ ፕረዚደንትነት ማለት ካብ ስልጣን ድሕሪ ምውራዱ ምስ በዓልቲ ቤቱ ሚሸል ኦባማ ኮይኑ ኦባማ ፋውንዴሽን ዝብል ትካል መስረቱ። ብሚልዮናት ቅዳሓት ዝተሸጡ ዝጸሓፎም መጻሕፍቱን መደረታቱን ከኣ ክሳብ ሕጂ ጽልኡ ኣብ መድረኽ ዓለም ይቕጽል ኣሎ። ፕረዚደንት ባራክ ኦባማ በዓል ዓቢ ቅያን ዝናን ውልቀሰብ ኮይኑ፣ ንዘመናት ዝጸንሐ ናይ ዓሌት ኣድልዎ ማሕለኻታት ብምስባር፣ ኣብ ፖለቲካን ሕብረተሰብን ኣሜሪካ ጥራይ ዘይኮነስ ኣብ ዓለምና'ውን ዓቢ ጽልዋን ኣሰርን ዝገደፈ መሪሕ'ዩ። ናብ ሚሸል ላቮን ሮቢንሰን ኦባማ እንተ መጺእና ከኣ፣ ከም ጠበቓ ጸሓፊትን ቀዳመይቲ ወይዘሮ ሕቡራት መንግስታት ኣሜሪካ ነበረን እያ። ንሳ በዓልቲ ቤት መበል ኣርብዓ ኣርባዕተን ፕረዚደንት ኣሜሪካ ባራክ ኦባማ ኮይና፣ ናይ መጀመርታ ኣፍሪቃዊት ኣሜሪካዊት ነዚ መዝነት ዝሓዘት ታሪኻዊት ሰብይቲ እያ። ብዕለት ዓሰርተ ሸውዓተ ጥሪ ሽሕን ትሽዓተ ሚእትን ስሳን ኣርባዕተን ኣብ ግዝኣት ቺካጎ ኤሉይናይ ዝተወልደት ሚሸል፣ ኣብ ደቡባዊ ክፋል ቺካጎ ኣብ ሓንቲ ትሑት እቶት ዘለዋ ስድራቤት'ያ ዓብያ። ብሉጽ ትምህርታዊ ብቕዓት ዝነበራ ኮይና ከኣ ካብ ዩኒቨርሲቲ ፕሪንስተን ብሳይኮሎጂ፣ ብድሕሪኡ ድማ ካብቲ ብሉጽ ዝኾነ ቤት ትምህርቲ ሕጊ ሃርቫርድ ብሕጊ ተመሪቓ'ያ። ኣብቲ ከም ቀዳመይቲ ወይዘሮ ፕረዚደንት ኣሜሪካ ዝነበረትሉ ግዜ ከኣ ብዜካ ምድጋፍ በዓል ቤታን ምዕባይ ደቃን ብውልቃ እትሰርሖም ኣገደስቲ መደባት ነይሮማ እዮም። ኣብ ህጻናት ደቂ ኣንስትዮን ስድራ ወተሃደራትን ምሕጋዝን ምድጋፍን ዝነጥፋ ትካላት ከኣ ተካይድን ትውንን ነበረት። ድሕሪ ምስ ሰብኣያ ካብ ዋይት ሃውስ ምውጽኦም ኣበርኩቶኣ ኣብ ኣሜሪካን ዓለምን ቀጺላ እያ። ቢካሚን ወይ ከኣ ምዃን ዝብል ብሚልዮናት ዝተሸጠ ናይ ታሪኽ ህይወታ መጽሓፍ እውን ኣሕቲማ እያ። ዘ ሚሸል ኦባማ ፖድካስት ዝብል ናይ ድምጺ መደብ እውን ጀሚራ። ምስ በዓል ቤታ ኦባማ ብምዃን ኣብ ኦባማ ፋውንዴሽን እውን ትሰርሕ እያ። ከምኡ እውን ምስ ኔትፍሊክስ ዝኣመሰሉ ትካላት ናይ ፕሮደክሽን ስምምዓት ኣለዋ። እዚ ኩሉ ኣብ ላዕሊ ዝጠቐስናዮም ነጥብታት ከኣ ንሚሸል ኦባማ ድሕሪ ካብ ቀዳመይቲ ወይዘሮ ፕረዚደንት ኣሜሪካ ምውጽኣ እውን ኩሉ ግዜ ኣብ ንጡፍ ስራሕ ኣላ ክንብላ የኽእለና። ሚሸል ኦባማ ብብልሓ፣ ብርህሩህ ባህርያታ፣ ብንዝተፈላለዩ ማሕበራዊ ጉዳያት እትህቦ ደገፋት፣ ከምኡ እውን ንዝተፈላለዩ ህዝባዊ ኣገልግሎትን ሓዳርን ብዘለዋ ተወፋይነት ሓንቲ ካብተን ኣብዚ ዘመንና ዓብዪ ጽልዋ ዘለወንን ዝነኣዳን ደቂ ኣንስትዮ ዓለምና ትቑጸር። በዚ ብ ላዕሊ ዝጠቐስናዮም ምኽንያታት ከኣ ሓዳር ባራክን ሚሸልን ኣብነታዊ ተባሂሉ ተወዲሱን ተጸዊዑን እዩ። ኣብ ቅድሚ ህዝቢ ኣብ ዝወጽእሉ መድረኻት ዘርእይዎ ዝነበሩ ሕሉፍ ምቅርራብ፣ ምድግጋፍ፣ ከምኡ እውን ነንሓሕዶም ዝነበሮም ኣኽብሮት ንብዙሓት ዘደንቕን ቅዱስ ቅንኢ ዘሕድርን ነበረ። ሚሸል ኦባማ ኣብ መጽሓፍታን ኣብ ዝገበረቶ ቃለ መጠይቓትን ሓዳር ቀጻሊ ስራሕ ከም ዝሓትት፣ ብድሆታት ከም ዘለዎ፣ ግን ከኣ ፍቕርን ኣኽብሮትን እንተልዩ ኩሉ ከም ዝስገር ብግልጺ ተዛሪባ እያ። እቲ ኣብነታውያን ሰብ ሓዳር ዝብል መግለጺ ዝያዳ ዝነቐለ ካብቲ ኣብ ልዕሊኦም ዝካየድ ዝነበረ ጽዑቕ ፖለቲካዊ ጸቕጥን ኣቓልቦ መራኸቢ ብዙሓንን ንዕኡ ከይገደሶም ንሓዳሮም ሓልዮም ናብ ቅድሚት ክወስድዎ ስለ ዝኸኣሉ'ዮም። ኣብዚ ቀረባ እዋናት ግን ብዛዕባ እዚ ኣብነታዊ ተባሂሉ ዝጥቀስ ሓዳር እንዳ ኦባማ ብዙሕ ወረታት ክስማዕ ጸኒሑ ኣሎ። እዚ ወረታት እዚ ከኣ ሓዳሮም ኣብ ጸገም ከም ዘሎን ናብ ፍትሕ ገጹ ከም ዘምርሕን ይሕብር። ይኹን እምበር ክሳብ ሕጂ ብወግዓዊ ዝተረጋገጸ ሓበሬታ ብዛዕባ ፍትሕ ወይ ምፍልላይ ባራክን ሚሸልን የለን። ብዛዕባ እዚ ወረ እዚ ባዕሎም ብቓሎም ዘረጋገጽዎ ሓቂ እውን ኣይነበረን። እዞም ክዝርግሑ ዝጸንሑ ሓበሬታታት ኣብ ግምታት ዝተመርኮሱ ዘይተረጋገጹን ምንጪ ዘይብሎም ወረታትን ኮይኖም እዮም ጸኒሖም። ኣብዚ ቀረባ እዋናት ግን ብፍላይ ብወገን ሚሸል ኦባማ ብዙሕ ሓቅታት ዝሓዙ ዘረባታትን ተግባራትን ክረኣዩ ጀሚሮም። ንሱ ከኣ ሓዳሮም ከምቲ ኣብ ቅድሚ ህዝቢ ዘንጸባርቕዎን ሰብ ዝመስሎን ዘይኮነ፣ ሚሸል ኦባማ ከምቲ ብዙሓት ደቂ ኣንስትዮ ንስለ ደቀንን ሓዳረንን ክብላ ዘሕልፍኦ ሕቡእ ናይ ቃንዛን ስቓይን ህይወት ክተሕልፍ ድሕሪ ምጽንሓ እዩ። ነዚ ሓቂዚ ዘንጸባርቕ ከኣ ኣብ ሓደ ፖድካስት ብዛዕባ ሓደራ ተሓቲታ፣ ኣነ እቲ ክኸውን ዘለዎን ውሽጠይ ዝመርጾን እምበር እቲ ሰብ ዝጽበዮን ክኾኖ ዝግበኣንን ንኸይገብር መሪጸ ኣለኹ። ስለዚ ኣነን ባራክን ክንፋታሕ ከም እንኽእል ህዝቢ ክቕበሎ ጥራይ'ዩ ዘለዎ ክትብል መሊሳ። ብዓቢኡ ንደቃ፣ ሰብኣያን ሓዳራን ርእይቶ ህዝብን ክትብል ከቢድ ምስጢራዊ ሰኸም ንነዊሕ ዓመታት ተሰኪማ ከም ዝኸደት ከኣ ብዙሓት ወገናት ይገልጹ። እዚ ኸኣ እታ ኣብ ዝተፈላለዩ ኣጋጣሚታት ካብ ጎኒ ሰብኣያ ተፈልያ ዘይትፈልጥ ወይዘሮ፣ ኣብ ዓበይቲ ፖለቲካዊ ፍጻሜታት ኣሜሪካ ከም ካልኣይ ምፍጻም ቃለ መሓላ ዶናልድ ትራምፕን ቀብሪ ፕረዚደንት ኣሜሪካ ነበር ጂሚ ካርተርን ኣብ ጎኒ ባራክ ኦባማ ዘይምርካባ ነዚ ሕሜታታት'ዚ ክጋደድ ገይርዎ እዩ። ብተወሳኺ ሕቡእ ፍቕራዊ ዝምድናታት ባራክ ኦባማ ምስ ዝተፈላለያ ደቂ ኣንስትዮን ኣብዚ ሕጂ እዋን ከኣ ምስ ተዋሳኢት ጀኒፈር ኣኒስተን እዞም ሰብ ሓዳር ማዕረ ክንደይ ልቦም ተረሓሒቑ ኣሎን ናብ ፍትሕ ምብጽሖም ከም ዘይተርፍን ብዙሓት ብርእሰ ተኣማንነት ክድምድሙ ኣኽኢልዎም እዩ። ኣብ ርእሲ እዚ ሚሸል ኦባማ ኣብታ ቢካሚን ወይ ከኣ ብቋንቋ ትግርኛ ምዃን እትብል መጽሓፋ ህቡብነት ኦባማ ከም ጸላዊ ሰብ ዓለምናን ከም ፕረዚደንት ኣሜሪካን ኣብ ህይወታ ጽምዋ ብዙሕ ስምዒታዊ ተጽዕኖታትን ብዙሕ መስዋታትን ከም ዘኽፈላ ብግልጺ ኣስፊራቶ ትርከብ። እዞም በብውልቆምን ብሓባርን ዓበይቲ ዓወታት ዝተጎናፀፉ መፃምድቲ ዋላ እኳ ኣብዚ ቐረባ ግዜ መበል ሰላሳን ክልተን ዓመት ኣኒቨርሳሪ ወይ ከዓ መዘክር መርዕኦም እንተፀምበሉ ብሓደ ይነብሩን ደቆም የማእዝኑን ኣብቲ ኦባማ ፋውንዴሽን ድበሃል ትካሎም እውን ብሓደ ይሰርሑን እንተሃለዉ ሓዳሮም ግን ዘይከምቲ ኣብ ህዝባዊ መድረኻት ዝንፀባረቕ ሱር ዝሰደደ ሕቡእ ፀገማት ከምዝነበሮን ዘለዎን ይሕበር ኣሎ። ስለዚ ሚሸል ኦባማ ብዙሕ ዓመታት ተጸቒጣን ተጸሚማን ስለ ዝተጓዕዘት፣ ሕጂ ዋላ ምስ ፍቕራ እንከላ፣ ካብ ሓዳራን ህዝቢ ዝብሎን ንላዕሊ ውሽጣዊ ሰላም ክትመርጽን፣ ካብ ሓዳራ ተፈላልያ ኣብ ነብሳን ስርሓን ክተድህብ ክትመርጽ ከም እትኽእል ናይ ብዙሓት ግምት ኮይኑ ይርከብ። እቲ ኣዝዩ ቢዚ ዝኾነ ናይ ዋይት ሃውስ ህይወቶም ምስ ተወድኣ፣ ክልቲኦም ናብ ዝተፈላለየ ናይ ህይወት ኣንፈታት ከምርሑ ከም ዝደልዩ ዝግምቱ እውን ውሑዳት ኣይኮኑን። ደቆም ማልያን ሳሻን ዓብየን ውልቃዊ ጉዕዞ ህይወተን ሓደ ኢለን ንምጅማር ካብ ገዝኦም ምስ ወፃ እቲ ቀንዲ ዘራኽቦም ዝነበረ ሓላፍነት ምዕባይ ቆልዓ ብምጉዳሉ ንርክቦም ክፀልዎ ከምዝኸኣለ ብምግላፅ ሞገቶም ዘራጉዱ እውን ኣይተሳእኑን። ኣብ ርእሲ እዚ ክልቲኦም መፃምድቲ ብውልቅ ኣብ ዝተፈላለዩ ዓበይቲ ፕሮጀክትታት ከም መፅሓፍቲ ምፅሓፍ፣ መደረታት ምሃብ፣ ፋውንዴሽን ምምራሕ ተፀሚዶም ስለዘለዉ እዚ ንሓዳሮም ግዜ ከምዘስኣኖም እውን ይጥቀስ እዩ። ገለ ወገናት እውን ኣብ ሓዳር ነዊሕ ዓመታት ስለ ዝጸንሑ፣ ናይ ምስልቻውን ምምናውን ስምዒት ፈጢሩ፣ ንጥቡቕ ርክቦም ክበትኮ ከም ዝኸኣለ ዝዛረቡ ኣይተሳእኑን። ክሳብ ሕጂ ግን እዞም መጻምድቲ ካብ ዝተፈላለየ መንገድታትን ኣብ ዝተፈላለየ ኣጋጣሚታትን ነዚ ወረ ፍትሕ ዝድግፍ ነገራት ካብ ምጽብራቕ ሓሊፎም ብዛዕባ እዚ ወረታት ብወግዒ ዝሃብዎ ነገር የለን። ብተወሳኺ ሓደ ካብቶም ነዞም መጻምድቲ ዘጋጠሞም ዓበይቲ መሰናኽላት ብተደጋጋሚ ብናይ ተንኮል መርበባት ወይ ኮኒስባሬሲ ቲኦሪስ ኣተሓሳስባ ዘለዎም ጉጅለታት ዝዝውተር ወረ እዩ። እዚ ወረ እዚ ሚሸል ኦባማ ጾታኣ ዝቐየረት እያ ዝብል ፍጹም ሓቅነት ዘይብሉ ክሲ እዩ። እዚ ሚሸል ኦባማ ወዲኣ ነይራ ወይ ከኣ ተጻዋይት ኩዕሶ ሰኪዐት ዝነበረት ወዲ ተባዕታይ እያ ሕጂ ግን ጾታኣ ቀይራ ሰይቲ ፕረዚደንት ኦባማ ኮይና ኣላ ዝብል መረጋገጺ ዘይብሉ ፕሮፖጋንዳ ንነዊሕ ዓመታት ክዝውተር ዝጸንሐ እዩ። እዚ ከኣ ነዞም መጻምድቲ ኣብ ህይወቶም ከቢድ ጸቕጢ ከም ዝፈጠረሎም ይዝረብ። እዚ ክሲ እዚ ግን እዞም ኣብ ኣሜሪካን ዓለምናን ዓቢ ጽልዋ ዘለዎም መጻምድቲ፣ ጸለምቲ ብምዃኖም ጥራይ ሞራሎም ንምስባርን ኣብነት ሰናይ ነገር ንኽይኮኑ ስሞም ንምድዋንን ዝተበገሰ ፖለቲካውን ዓሌታውን ጽልኢ ኮይኑ ዋላ ሓንቲ መርትዖ ዘይብሉ እዩ። ብዙሓት ናይ ሓቂ መርመርቲ ወይ ከኣ ፋክት ቸከርስ ነዚ ወረ እዚ መርሚሮም ፍጹም ሓሶት ምዃኑ ኣረጋጊጾሞ እዮም። ናብ መደምደምታ ዛዕባና ክንከይድ እንተ ኾይንና፣ ሓዳር ባራክን ሚሸልን ንዓመታት ከም ኣብነት ፍቕርን ምድግጋፍን ኮይኑ ጸኒሑ እዩ። ኣብ ዓለምለኻዊ መድረኻት ዝገበርዎ ኣበርክቶን ዝፈጠርዎ ጽልዋን እውን ኣዝዩ ዓቢ እዩ። ንዓሌታዊ ኣድልዎን ካልእ ብዙሕ መሰናኸላትን ሰጊሮም ኣብ ዝለዓለ ደረጃ ብራኸ ዝበጽሑ መጻምድቲ ምዃኖም ከኣ ዓለም ዝምስክሮ ሓቂ እዩ። ነዚ የንጸላልዎም ኣሎ ዝበሃል ዘሎ ደበና ፍትሕ ስዒሮም ከም ቀደሞም ኣብነታውያን ሰብ ሓዳርን ጸለውቲ ሰባትን ኮይኖም ክቕጽሉ ንምነየሎም። ክሳብ መወዳእታ ጽን ኢልኩም ስለ ዝሰማዕኩምኒ ካብ ልቢ የመስግነኩም። ምሳኹም ዝጸናሕኩ ሓውኹም ምስጉን ኣብርሃየ። ብኻልእ ኣርእስቲ ክሳብ ዝምለሰኩም ኣኣብ ዘለኹሞ ሰላም ጥዕናን ዕቤትን ንምንየልኩም። ሰሰናዩ።